ያ እዚኣ ካልኣይቲ ቪድዮ እያ ስለዚ ከም መቐፀልታ ናይታ ቀዳመይቲ ኮይና ደቂ ሰባትን ባህርን ጨሪፍካ ደይፈላለዩ ምዃኖም ኮይኑ ግን ወዲ ሰብ ማለት ፍሉይ ንሕና ንፈልጦ ብዙሓደ ክእለትን ስነ ኣእምሮን ከም ዝተዋህቦ እዚ ከኣ ከም ዓቢ ህያብ ንወዲ ሰብ ማለት እዩ። ስለዚ እዚኣ ካልኣይቲ ኣርእስቲ ኣትሒዘያ ዘለኹ እንታይ ዝብል እዩ ወዲ ሰብሲ እንታይ ይገብር ኣሎ ብዛዕባ እቲ ዝተዋህቦ ክቡር ህይወት እንታይ ንገብር ኣለና ንዝተዋህበና ክቡር ህይወት ወት ኣር ዊ ዱይንግ ኣባውት ኣወር ፕሪሽስ ላይፍ ህይወት ተዋሂቡና ኣእምሮን እዚ ዘይበሃል ውስጠዊ ህበትን ሕማቕን ጽቡቕን ናይ ምምማይ መንግስቱ ናይ ምርካብ ናይ ውህደትን ናይ ፍስሃን ዕድላት ተዋሂብና ማለት እዩ። ስለዚ እዚ ዓብዪ ምስጢር እዩ ማለት እዩ እዚ ዓብዪ ምስጢር እዩ ስለዚ ነቲኦም ፈለጥቲ ተመራመርትን ንናይ ምርኣይ ኣኽእሎን ተውህቦን ዘለዎም ቅዱሳት መንፈሳውያን ክገድፎ ይፈቱ ማለት እዩ ስለዚ ኣብቲ ቀንዲ ንምምፃእ ባህሪ ከምኡውን ወዲ ሰብ ካብ ዝተሓተ ዝንኣሰ ዝንኣሰ ማለት ካብ ሓደ ዋህዮ ጀሚሩ ምናልባት ዝጀመረ ይኸውን ማለት እዩ ስለዚ ናይ ወዲ ሰብ ኣመጻጽኣ እውን ምናልባት ልክዕ ከም ቆልዓ ክልተ ዘርኢ ጸታውን ተባዕታውን ተዘማድዮም ሓደ ዋህዮ ፈጢሮም እቶም ዋህዮታት እንዳ ዓበዩ ዝተፈላለየ ኣካላቱ እንዳ ናይ ውሽጢ ኣካላቱ እንዳ ተሰርሑ ናይ ደገ ቅርጹ እንዳ ሓዘ ናይ ትሽዓተ ወርሒ ዝወሰድ ስርሒት ማለት እዩ ድሕሪኡ ቆልዓ ኮይኑ ይውለድ ማለት እዩ ናብዚ ዓለም እዚኣ ይመጽእ ማለት እዩ ድሕሪኡ እውን ብዝተፈላለየ ስርሒት ድሕሪ ገለ ኣዋርሕ ፍሑኽ ምባል፣ ጉምቡሕ ኢልካ ብ ኣርባዕተ መሓውርካ ምኻድ፣ ድሕሪኡ ጠጠው ምባል፣ ድሕሪኡ ብ እግርኻ ምኻድ ወዝተረፈ ማለት እዩ። ምናልባት ወዲ ሰብ እውን ከምዚ ዓይነት እቲ ናቱ ኣማጻጽኣ ምናልባት ኣሽሓት ዓመታት ቢልዮናት እውን ክኸውን ይኽእል ኣይ ኣገዳሲ ኣይኮነን ክንፈልጦ እንተ ዝወሰደ እንተኾነ ናይ ቆልዓ ትሽዓተ ወርሒ ናቱ ግን ብልዮናት ዓመታት ዋላ ዝወሰደ እንተኾነ እቲ መስርሕ ግን እቲ ቅርጹ ብዝተፈላለየ መገድታት ሓሊፉ ካብ ልምምታ ናብ ጉንብሕ ኢልካ ምኻድ በርባዕተ መሓውርካ ምኻድ እዚታት እንዳ ኢቮልቭ እንዳገበረ እንዳዓበየ ዝኸይድ እዩ ክኸውን ዝኽእል ከም ስነ ፍልጠታውያን ዝብልዎን ማለት እዩ ስለዚ ወዲ ሰብ እዚ ሕጂ ዘለዎ ቅርፅን ኣነባብራ ቅድሚ ምጥራዩ ማለት ከም ዝልክዕ ከም ናይ ቆልዓ ዓይነት ካበይ ጀሚሩ ናበይ ድበፅሕ ኣብ ዘለና ናይ ሰብ ቅርፂ ይሕዝ ማለት እዩ ብከምኡ ድሓለፈ ይኸውን ማለት እዩ ሰዚ ካብ በርባዕተ መሓውር ናብ ጠጠው ምባል፣ ብክልተ እግርኻ ምኻድ፣ ምስዚ ድማ ወዲ ሰብ ማለት እዩ ኣናባብርኡን ኣማጋግብኡን ከኣ ምስቲ ቅርጺ ናቱ እንዳ እንዳ ተቀየረ ከኣኒ እንዳ እንዳ ተመሓየሸ ድሕሪኡ ካብ ጥረታትን ሱራትን ጥራሕ ዝበልዕ ዝነበረ ተመጣጢሩ ፍረታት ናይ ናይ ምእራይን ናይ ናይ ምልቃምን ናይ ምብላዕን ድሕሪኡ እውን ጸኒሑ መሳርሕን እንታይ ዝበሃል መሳርሒ ከም ዕንጨይቲ እንዳፀረበ እማን እንዳፀረበ ድሕሪኡ እውን ሓዊ ምስ መሃዘ እውን ምስ ረኸበ እውን ሓፂን ናይ ሓፂን መሳርሕታት ከምኡ እንዳበለ ኩነታቱ እንዳ እንዳመሓየሸ መጺኡ ማለት እዩ። ድሕሪኡ እውን ነቲኦም እንስሳ ናይ በረኻ ዝነበሩ እንስሳ ዘቤት እንዳ እንዳገበረ ካብ ኣርዩ ጥራሕ ምብላዕ ጥረታት እንዳ ዘርኣየ ከፍሪ ከም ዝኽእል ተማሂሩ ማለት እዩ ናይ ቆዋምን ናይ ጓሳን ናይ ናይ በረኻን ዓይነት ህይወት እንዳተለዋወጠ እንዳተወሳሰኸ ምግቢ ኣብ ዘለዎ እንዳኸደ ማለት እዩ ከምኡ እንዳለ ክኸይድ ፀኒሑ እዚ ከዓ ስጋብ ናይ ኣቦሓጎታትና ግዜ ዝፀንሐ እዩ ማለት እዩ ስለዚ ኣቦታትና እውን ኣብ ግዜ ኣቦታትና እውን ምህዞታትን ፍልጠትን ዓቢ ነይሩ እዩ ንኣብነት ናይ ዘርኢ ምድቓል ናይ እንስሳታት ምድቓል ናይ ኣታክልቲ ምድቓል ናይ ፍሩታታት ምድቓል ግን እዚ ብባህርያዊ ማለት እዩ ዝሕጂ ንሪኦ ዘለና ባህርያዊ ዘይኮነ ቅመማትን ንባህሪ ለዊጥካን ዘይኮነ ብባህርያዊ ዝኾነ ከምኡ እንዳበሉ ክሰጋገሩ ፀኒሖም ማለት እዩ ስለዚ እዚ ናይ ሕጂ ዘለናዮ ግዜ ናይ ርእሰ ማላዊ ስርዓት እዩ ከዓኒ ብዝያዳ ካብ ባህሪ እንዳተነፀለ ክኸይድ ጀሚሩ ማለት እዩ እሱ ከዓ ንትርፍን ግዝኣት ምስፍሕፋሕን ሃብቲ ንምጉባጥን ክብሪ ኣህዛብን ሃገራትን እንዳገሃሰ ናብራ ናይ ደቅባት እንዳቃወሰ ክኸይድ ፀኒሑ ማለት እዩ። እዚ መግዛእቲ ማለት እዩ፣ ኮሎናሊዝም ማለት እዩ። ስለዚ ኢንወይ ናቱ ውፅኢት ንፈልጦ ማለት እዩ፣ ናቱ ኣሰራት ምልክት ናቱ ብስራ እንታይ ዝበሃል ብስራት ምልክት ዝገደፈልና ኣፍሪቃን ካልኦት ስሉስ ዓለምን ይፈልጦኦ ማለት እዩ። ስለዚ ካብዚ ሓሊፉ ከዓ እዚ ናይ ምውድዳርን ናይ ሃብቲ ምጉባጥን ስፍሓት ስፍሓትካ ምስፋሕን ከዓ ከም ጠንቁ ከዓ እዚ ቀዳማይ ውግእ ዓለም ካልኣይ ውግእ ዓለም ናብኡ ምፂና ማለት እዩ። ስለዚ ኤንወይ ብዝኾነ ንሕና ስጋብ ናይ ጥልያን መግዛእቲ ህዝብና ኣብ እቲ ኣነባብርኡ ኣብ ናይ ሓርሽካ ምብላዕ ማለት ኣብ ናይ መስፍናውን እንዳታውን እንዳውን ዝኾነ ኣነባብራ እዩ ነይሩ። እሱ ከዓ ምስ መሬትን ምስ ከብቲ መርባሕን ጓስነትን ተተሓሓዘ ናብራ እዩ ከ ከይድ ጸኒሑ ህዝብና እዚ ከኣ ሕጂ ውን ስጋብ ሕጂ ውን እቲ ዓብላሊ ናይ ህዝብና ኣናባብራ ምስ መሬት ግን መሬትን ጉስነትን ተተሓሓዘ እዩ ነይሩ ከም መብዛሕትኦም ናይ ስሉስ ዓለምን ናይ ኣፍሪቃን ሃገራት ማለት እዩ። ስለዚ ሕጂ ኣብዚ ናይ ሕጂ ዘለናዮ ክበጽሐ ዝደለኹ ክበጽሐ ዝደለኹ ማለት ክብሎ ዝደሊ ብዛዕባ እቲ ናይ ደይ ባህርያውን ደይ ጥዑይን ዝኾነ ማለት እዩ። እዚ ከዓ መርመርቲ ማለት ፈላጣት ናይ ዝተፈላለየ ፕሮፌሰራት ከም ዝብልዎ እዚ ድሕሪ ካልኣይ ውግእ ዓለም ዝፈረየ እቶት ሰማንያ ካብ ሚእቲ እተመረዘ እዩ። እዚ ከኣ እንታይ እዩ ድሕሪ ካልኣይ ውግእ ዓለም ንፍርያት ንምብዛሕን ትርፊ ንምርካብን መብዛሕትኡ ኩሉ ግዜ እቲ ትርፊ እቲ ፍሉጥ እዩ ኣብቲ ትርፍፊ ማለት ርእስኻ ምኽኣል እውን ድሕሪ ካልኣይ ውግእ ዓለም እውን ኤውሮጳውያን ርእሶም መግቦም ክኽእሉ ክኽእሉ ኣለዎም ማለት እዩ ተጠቂዖ- ተጠቂዖም ውግእ ግን እ፣ ንትርፍን እንኮላይ ዝብል እዩ ማለት እዩ ስለዚ እ፣ እቲ እ፣ ዝተጠቐምሉ እ፣ ኣገባብ ሰፊሕ ኣፈራርያ ማለት እዩ ስለዚ ናይ ዘይባህርያዊ ዝኾነ መዳበርያ እንዳ ተጠቒምካ ማዕረ ማዕሪኡ እውን ፀረ ሓሳኹ እንዳ እውን ማለት ነቲኦም በረዓት ንዘራእቲ ዘበላሹ ንዕኦም ዝቐትል ከም በዓል ድዲት ማለት እዩ ኮሚኢታት እንዳ ኣታተዉ ስለዚ ንሂወት ጥዕናን ዘምጽእ ጉድኣት ብዘየገድስ ብዘይ ምጽናዕን ግዝያዊ ግዝያዊ ዘይባህርያዊ ዶኽዕታት ጸረ ሓሰኻታት ኣብ ርሕር ኣብ ኣብ ሕርሻ ምትእታው ምትእታዎም ሓደ እሱ ማለት እዩ ድሕሪኡ ካልኣይ ከኣኒ እንስሳታት ከኣኒ እንስሳታት ከኣ በዓል ከብቲ ኣባጊዕ ደርሆ ዓሳታት ወዘተ ብብዝሕን ኣብ ጸቢብ ቦታን ብሓጽር ግዜን ፈርዮም ዓብዮም ንዕዳጋ ንምውራድ ባህርያውን ዘይባህርያውን መግብታት እንዳሃብካ ስጋን ማዕረ ስጋን ኣዕጽምትን ንዋላ ንስጋ ደይበልዓ ከብቲ ስጋ ኣይበልዓን እየን ኣባጊዕ ስጋ ኣይበልዓን እየን ግን ናይ ኣዕጽምቲ ናይ ዝተበላሸዋ ከብቲ ድየን ድመታ ከብቲ ድየን ደሓማ ከብቲ ድየን ብዘየገድስ ስጋን ኣዕፅምትን ናይ ስጋ ጢሒንካ ናብ ሓርጭ ቀይርካ ከም መግቢ ንእንስሳታት እንስሳታት ንኸብቲ ንደርሆ ንዓሳ ምምጋብ ማለት እዩ ስለዚ እዚ ብዕቆ ብጽዑቕ ኣብ ዕጹው ቦታታት ባህርያዊ ባህርያውን ቦታታት ባህርያውን ንዕኦም ዘይግብኣን ምሃብ ማለት ባህርያ ባህርያዊ ዘይኮነን ነቶም ባህር ብባህሪ ዝዓበየ መግቢ ዝበልዑ ዝነበሩ ከብቲ ማለት እዩ ዘይግባእ ብምሃብ ምስ ዝሓማ ድማ ኣንቲቢዮቲክን ካልእ መድሃኒታትን ብምሃብ ክቃለስዎ ጀሚሮም ማለት እዩ እዝን እዘን እንስሳታት ከኣኒ ዝወሰድኦ ምግብን መድሃኒትን ድማ ፍሉጥ እዩ። ስገኣን ድሕሪ ንሕና ወዲ ሰብ ስገኣን ድሕሪ ምብላዕ ናብ ደቂ ሰባት ይመሓላለፍ ማለት እዩ። ስለዚ ሰብነትና በዝን በትን ብናይተን እንስሳታት ምግብና ኮይነን ስገኣን ዝበላዕና ዝወሰድኦ ኣንቲቤቲክን መድሃኒታትን ቀመማትን ኣብ ነፍስና ናብ ነብስና ከኣ ይሓልፍ ማለት እዩ ስለዚ ሕጂ እንታይ መፅዩ ማለት እዩ ኣንቲቢዮቲክ ኣብ ኩሉ ኣብ ኤሮጳ ማለት ማይ ዝኩሉ ድኸይድ ርስሓት ኮይኑ ተፃርዩ እዩ እንደገና ድመፅእ ማለት እዩ ስለዚ እቲ ኩሉ መድሃኒታትን ኬሚካልን ንጥቀመሉ ኣብቲ ማይ ምናልባት ተርፍ ይኸውን እዩ ድበሃል ስለዚ ንሓር ከዓ ስለዚ ብኡ ምክንያት ብዙሓት መድሃኒታት ብሕልፊ ኣንቲቢዮቲክ እቲ ቀደም ናይ ምጥቃዕ ንሕማም ናይ ምጥቃዕ ንተፃባእቲ ንጥዕና ናይ ምጥቃዕ ኣኽእሎ ዝነበሮም እንዳደኸመ ከም ዝመፀ ፈላጣት እንታይ መፍትሒ ይድለየሉ ይብሉ ከም ዘለዉ እቲ ዝዝረበሉ ማለት እዩ ስለዚ ቀፂሉ ሳልሳይ ማለት እዩ ሕጂ ኣብዚ ግዜ እዚ ብሕልፊ እቲ ዓብላሊ ኮይኑ ዘሎ ፍርያት ብኣሜሪካ ዝድፋእ ኣሜሪካ ትፍርየቶን ትጥቀመሉ ዘላን ናብ ዓለም ተስርፆ ደላን ጀነቲካሊ ሞዲፋይድ ዝኾነ ዘርእታት እዩ ማለት እዩ። ነቲ ውስጠ ዘርኢ ቀይርካ ኣብ ውሽጡ ነገራት ይእቲኻ ብሕማማት ዘይጥቃዕ ማለት እዩ እሞ ኣብ ከም ድምችኣካ ብዝበዝሐን ከዓኒ ብዝወሓደ ሓይሊ ዝወሓደ ማይ ድዩ ዋላ ከም ድላዮም ማለት እዩ ከም ድላዮም ኢንጂነር ይገብርዎ ማለት እዩ ብከምኡ ዝፈረረ ጀነቲካሊ ሞዲፋይድ ዝኾነ ስለዚ ከም ዘለካዮ ከም ዝምቸኣካ ማለት እዩ እዚ ዘሎ ናይዚ ዘርኢ እዚ ሕጂ ጸገም እንታይ እዩ ከምቲ ካብ መጀመርያ ሒዘ ዝጠቀስክዎ ንሕና ባህሪ ኢና ማለት እዩ ኩሉ ባህሪ ከዓኒ ባህሪ እዩ ከማና እዩ ማይ ኣቁጽልቲ ኣትክልቲ እንስሳ ኩሉ ኩላህና ባህሪ ኢና ሓደ ሓደ ዝማድ ኢና ሓደ ኣብ ሓደ ዓለም ንነብር ተተዋሳሲብናን ተታሓሒዝናን ንኸይድ ኢና ማለት እዩ ስለዚ ኢዚኦም ናይ ባህርያዊ ዝኾኑ ነገራት ናይ ዓለም እንተ ዘይባህርያዊ ነገር ይእቲናሎም ናይ ግድን እዩ ናይ ግድን እዮም ክብከሉ ማለት እዩ ስለዚ እዚ ሕጂ ሞንሳንቶስ ዝበሃል ናቱ ጠንቂ ኣብ ሕብረተሰብን ናብ ሂወት ኣብ ዓለምን እንታይ ክኸውን ይኽእል ብጣዕሚ ኣስጋእን ብዙሕ ዝዝረበሉ ዘሎን እዩ ማለት እዩ ናይ ሞንሳንቶስ ጀነቲካል ሞዲፋይድ ዝኾነ ማለት እዩ እቲ ካልኣይ ናይዚ ዘርኢ እዚ ሓደገኛነትን ዕላማን ከኣኒ እዚ ዘርኢ እዚ ሓንሳብ ምስ ዘራእካዮ ደሓር እቲ ካብቲ ድበቆለ እኽሊ እንደገና መልሼ ክትዘርኦ ኣይትኽእልን ኢኻ። እንታይ እንታይ እንታይ ደኣ ኢሉ እቲ ፍረ ጥራሕ ንምብላዕ ማለት እዩ ዝብላዕ ጥራሕ እምበር ሜሊሹ ዝዝራእ ኣይኮነን ማለት እዩ። ስለዚ ደቂ ሰባት ሓረስቶት እንታይ ማለት እዩ መመሊሾም ካብ ዱኳን ናይ ሞንሳንቶሽ ዘርኢ ክገዝኡ ኣለዎ ዓመት ዓመት ድዩ ዋላ ክልተ ግዜ ብዓመት ድዩ ማለት እዩ ስለዚ እቲ ስትራተጂ ናይዚ ከዓ እንታይ እዩ ዘርእታት ናይ ዓለም ኣብ ትሕቲ ምቁፅፃሮም እትዮም እቲ ወለዶ ካብ ወለዶ ክኸይድ ዝፀንሐ ዘርእታት ናይ ኣቦታትና ናይ ሕብረተሰብ ናይ ወዲ ሰብ ኣጥፊእካ እሶም ጥራሕ ከም ዝቆፃፀሩ ማለት እዩ እንታይ ማለት እዩ ብኡ ኣቢልካ ህይወት ናይ ደቂ ሰባት ህይወት ወነንቲ ክኾኑ ሰምታይ ምግብን ህይወትናን ክነፅልካ ክረአ ደይከኣል እዩ ስለዚ እዚ እቲ ሓደ ካብቲ ሓደገኛነት እዩ ማለት እዩ በቲ ሓደ ከ እንታይ ማለት እዩ ኩሉ ግዜ ብቐፃሊ ዕዳጋ ይረኽቡ ኣለዎ ማለት እዩ ኩሉ ግዜ ሰብ ኣማራጭ የብሉን ካብኦም ጥራሕ ክገዝእ ስለዚ ከምቶም ከምቲ ዝበሃል ነዛ ዓለም ዝገዝእዋ ደለዉ ኣርባዕተ ሓሙሽተ እዩ ዝበሃል ማለት እዩ ንባንኪ ድስርሑ ንወታደርነት ድሰርሑ ንመድሃኒት ድሰርሑ ንሕርሻ ድሰርሑ ከምዚታት እዩ ማለት እዩ ስለዚ ሕርሻ ከኣኒ ብሞንሳንቶ ሸቢሎ ከኣኒ ይቆፃፀር ኣሎ ማለት እዩ ገፁ ኣሎ ንዓለም ማለት እዩ ስለዚ ሕጂ ምሽ ነቲ ናይ ሞሳንቶሽ ሞዲፋይድ ዝኾነ ዘርኢ ሓሰኻ ደ የጥቅዖ ገለ ማለት እዩ ሕጂ ግን ናይ ፀሃያይ ጉዳይ ግን ኣሎ ማለት እዩ ስለዚ ናይ ፀሃያይ ጉዳይ ስለ

ብሕልፊ ሊፖዛት ዝበሃል መሬትን ማይን ኣትክልትን ዘራእትን እንስሳታትን ደቂ ሰባትን በኪልዎ ኣብ ሂወት ብጭቡጥ ሓደገኛ ምዃኑ ተረጋጊፁ ኣሎ ማለት እዩ። ትዝክሩ እንተደኣ ኮንኩም ኣብ መጀመርያ ኣብ መጀመርያ ናይ ክልተ ሽሕን ዓሰርተ ሸሞንተን ኣብ ናይ ኤውሮጳ ሃገራት ኣኼባ ብዛዕባ ናይዚ ሊፖዛት ዝበሃል ኩንትራት ምስቶም ናይ ኣሜሪካ ንዕኡ ደፍርዩ ማለት እዩ ምስ ሞሳንቶስ ዝኸውን ንቕጽሎ ዶ ነቋርጾ ዝብል ነይሩ ማለት እዩ ስለዚ ብጣዕሚ ኣካታዒ ዝነበረ ጉዳይ እዩ። ብእኡ ምኽንያት ክንደይ ግዜ ጠጠው ኢሉ እቲ ኣኼባታት ስምንታይ ክሰማምዑ ስለ ዘይከኣሉ ዓጋቲን ዓጋትን ኣካታዕን ኣኼባ እዩ ነይሩ ማለት እዩ። ኣብ ቴሌቪዥን ኣብ ሜድያ ሰሚዕኩሞ ትኾኑ ትከታተልዎ ነይርኩም ትኾኑ ማለት እዩ። ሕጂ ጎዳእነት ናይዚ ሊፖዛት ወይ ከኣ ንጸረ ጸሃያይ ርዱእ እዩ ማለት እዩ። ሰምታይ ጸሃያይ ማለት ኣካል ባህሪ እዩ። ስለዚ ንጸሃያይ እንተ ደጥፍእ ኮይኑ ነቲ ምስቲ ጸሃያይ ዝነበረ ዘርእን ተኽልን እውን እዚ ሊፖዛት ይጎድኦ ኣሎ ማለት ይምርዞ ኣሎ ማለት እዩ። ከምቲ ኣብ ቀዳማይ ዝበልክዎ ባህርያዊ ስለ ዝኾነ ስለዚ ፀሃይ እውን ባህርያዊ እዩ ንፀሃይ ዝቐትል ከመይ ነቲ ዘራእትን መሬትን ካልኦት ፍጡራትን ንእንስሳን ንሰብን ኣይምርዝን ኣይጎድእን ነቲ ኣብ ከባቢ ዘሎ ሕርሻታት እዚ ዝካየደሉ ቦታ ዝቕመጥ ህዝብን ነቲ በዚ ናይ ሞሳንቶስ ሞዲፋይድ ዝኾነ ዝተመሓየሸ ዝኾነ ዝበቖለን ዝበቖለን ብሊፖዛት ፀረ ፃህያይ ብምጥቃም ዝዓበየ ዝበቖለ እኽሊ ዝበልዓ ከብትን ካልኦትን ነዚ ብኸምዚ ናይ ተመጊበን ዝዓበያ ከብቲ ስጋ ዝበልዕ ሰብን ህዝብን ጥዕናን ሰምታ ኣይጎድእን። ስለዝኾነ ጉድኣቱ ተራእዩ ኣሎ ማለት እዩ። እዚ ከም ኣብነት ኣብ ደቡብ ኣሜሪካ ሶያ ሶያ ቢንስ ማለት ከምዚ ዓይነት ኣዝማድ ናይ ዓይኒ ዓተር እዩ ንምፍራይ ናይ ህዝቢ መሬት ጎቢጥካ ነዚ ሰፊሕ ናይ ሶያ ሕርሻ ተገይሩ ማለት እዩ ስለዚ እቲ ዝጠቕምሉ ዘርኢ ከዓኒ እዚ ጀነቲካሊ ሞዲፋይድ ዝኾነ ዝተቐየረ ባህርያዊ ዘይኮነ ዘርኢ ኮይኑ ከም ፀረ ፀሃያይ ከዓኒ ፍሉጥ እዩ እዚ ሊፖዛት ዝበሃል ተጠቂሞም ማለት እዩ ስለዚ እቲ ውፅኢቱ ከዓኒ ኣብቲ ከባቢ ዘቕመጡ ዝነበሩ ደቀባት እተን ኣዴታትን ደቀንን ክሓሙ ጀሚሮም ማለት እዩ። ጥኑሳት ክሓማ ጀሚረን ምልውሳት ክወልዳ ጀሚረን ምውታት ክወልዳ ጀሚረን። ስለዚ ዓብዪ ናይ ኣካለ ስንኩል ማለት ብብዝሒ ኣካለ ስንኩላት ተወሊዶም ማለት እዩ። ኣብ ዶክመንታሪ ወጽኡ እዩ ነይሩ ማለት ብጣዕሚ ደስካሕካሕ እዩ ክትሪኦ ከለኻ እዚ ሕርሻ ናይ ሶያ ከዓ ንምንታይ እዩ ተገይሩ ማለት እዩ ሶያ ብፕሮቲን ማለት ሲ ካብቲ ኣብ ስጋ ዘሎ ፕሮቲን ዝብል ንጉልበትና ዘደልድል መግቢ ዝህብ ማለት እዩ ካብኡ ብዙሕ ክስታይ ትሕዝቶ ኣለዎ ማለት እዩ ሶያ ቢንስ ከም በዓል ዓይኒ ዓተር እዩ ሕጂ ንምንታይ እዮም ደፍሪዎ ደሎ እዚ ማለት እዩ ወዲ ሰብ ብዙሕ ስጋ ስለ ዝበልዕ ዘሎ መሕልፊ ኣብ ምዕራብ ኣብ ኤውሮጳ ማለት እዩ ነተን ከብተን እኹል መግቢ የድልዮም ማለት እዩ ብሕልፊ ከዓኒ ቀልጢፉ ደዕብየንን ዘብዝሐንን ስለዚ እዚ ሶያ ቢን ንናይ ኤውሮጳ ከብቲ ፈሪስ መግቢ ንናይ ኤውሮጳ ከብቲ ክኸውን እዩ ማለት እዩ። ድሕሪኡ እተን ከብቲ ክበልዖ እየን ማለት እዩ። እተን ከብቲ ምስ በልዕኦ ከኣኒ እተን ከብቲ ንስጋ እየን ማለት እዩ። ስግአንን ጸብአንን ክንሰትዮን ክንበልዖን ኢና ማለት እዩ። ስለዚ እዚ ናይ ሊፖዛትን እዚ ናይ ጀነቲካል ሞዲፋይ ዝኾነ ናይ ሞሳንቶስ ዘርእን ከኣኒ ኣብ ህይወትናን ኣብ ነብስናን ይኣቱ ኣሎ ማለት እዩ ስለዚ እዘን ኣዴታት ኣብዚ ከባቢ ዝቕመጣ ዝነበራ ደቅን ድመትወን ምሙታት ዝወለዳ ጨዲረንን ኣውየንን ጸማም እዝኒን መግፋዕትን ስለ ዝወረዶን ዋላ ሓንቲ ክገብራ ኣይከኣላን ማለት እዩ ስለዚ ሓንቲ ካብዘን ኣብቲ ዶክመንታሪ ማለት እዩ ሓንቲ ካብዘን ኣዴታት እንታይ ትብል ማለት እዩ ሕጂ ንሕና ንዓኹም ንኤሮጳውያን ከብትኹም በሊዖንኦ ንስጋኹም ብዝብል ንሕና ደቅና ንሕና ንመውት ኣለና እዚ ግን ከም ዝተደጎለ ቡምባ እዩ ጽባሕ ከኣ እስኹም ነዚ በዚ ብሊፖዛት ዝዓበየ ናይ ሞሳንቶስ ሞዲፋይድ ዝኾነ ባህርያዊ ደይኮነ ድዓበየ በሊዐን ድዓበያ ከብቲ ስግኣን በሊዕኩም እስኹም ከኣ ጽባሕ ክትሞቱ ኢኹም እዚ ዝብል መልእኽቲ ኣሕሊፋ እንዳበኸየት ማለት እዩ እቲ ዝሕትን ማለት እዩ እቲ ሕቶ እዚ ስጋ እዚ ካብ ንበልዖ ዶ እቲ ሕቶ እዚ ስጋ እዚ ንበልዖ ዶ የለናን እዩ ማለት እዩ ንሕና ከ ነዚ ስጋ እዚ ሲ ንበልዖ ዶ የለናን ኣብ ዕዳጋ ዘሎ ስጋ ዶ ኣይኮነን እዚ ስጋ እዚ ናይዚ ሊፖዛት ጉድኣት ጉሉፅ እንዳኾነ ስለ ዝመፀ ድማ ጥዕና ካብ ጥቕሙ ስለዚ ናይ ክትመውቱ ናይዚ ስጋብ ኣብ ዕዳጋ ዘሎ ብከምዚ ካልእ ዝዓበየ ጥዕናን ካብ ጥቕሙ ጉድኣቱ ብዛዕባ ዘርኢ ዲኩመንተሪ ብዛዕባ ሊፖዛት ሓሚምና ንሞት ኣለና ብግዴኹም እቲ ሕቶ እዚ ስጋ እዚ ንበልዖ ኣለና ኣብ ዕዳጋ እዩ ዘሎ ማለት እዩ ናይዚ ከዓኒ ጉድኣት ከዓኒ ፍሉጥ እዩ ማለት እዩ ስጋ ኣብ ዕዳጋ ዘሎ ብከምዝን ካልእን ዝዓበየ ንጥዕና ካብ ጥቕሙ ጉድኣቱ ከምዝበዝሕ ካብ ዝድረበሉ ሰላሳ ትሕቲ ዓመታት ሓሊፉ ኣሎ እዚ እቲኦም ፈላጣት ዝግደሱ ኣብ ባህርን ኣብ ጥዕናን ማለት ሲ ድሮ ማለት ኣነ ናይ ዶም ሰላሳን ገለን ዓመት እየ ተማሂረ ነይረ ማለት እዩ ናይ ኒትሪሽን ናይ መግቢ ማለት እዩ ሄልዝ ኒትሪሽን እየ ተማሂረ ማለት እዩ ስለዚ ድሮ ሽዕኡ ማለትሲ ብጣዕሚ ስጋ ኩሉ ተመሪዙ ከም ዘሎ ዋላ ኣታኽልቲ ኩሉ ሽዑ ውን ይዝረበሉ ነይሩ እዩ ግን ብዝያዳ ስጋ ስጋ ብጣዕሚ ዝተመረዘ ምዃኑ ክብላዕ ደይምብልዑ ዝሓይሽ ምዃኑ ናይ ሎም ሰላሳ ዓመት ዝያዳ ድሮ ኣፍልጦ ነይርኒ ማለት እዩ ኣነ ብትምህርቲ ዘቢለ ማለት እዩ ስለዚ ንምጥቕላል ብሕልፊ በዚ ድሕሪ ካልኣይ ውግእ ዓለም ዝፈሪ ዘሎ ሓደ ብባህርያዊ ዘይኮነ ዶኽዒ መዳበርያ ጸረ ሓሰኻ ኢንሴክቲሳይድ ማለት እዩ ዲዲት ወዘተ ካልኣይ ዘግዝፉ ቀመማትን ኣንቲባዮቲክስን ኣንቲባዮቲክስን ንከም ስጋ ንጥቀመሎም እንስሳታት ብምሃብ ሳልሳይ ጀነቲካሊ ሞዲፋይድ ብዝኾነ ማለት ነቲ ዘርኢ ባህርያዊ ዘይኮነ ጌርካ ዘይባህርያዊ ዝተቐየረ ሳዕቤኑ ኣብ ህይወት ሓደገኛ ከይከውን ዘጠርጥር ማለት እዩ ራብዓይ ብፀረ ፃህያይ ከም ሊፖዛት ወዘተ መሬት ማይ ኤየር ኣታክልቲ ኣሕምልቲ፣ እንስሳታት ተበኪሉ እዚ ድማ ንህይወት ደቂ ሰባት እውን ናይ ግድን ስለዝኾነ ኩነታት ህይወት ደቂ ሰባትን ኩነታት ህይወት ናይ ደቂ ሰባት ኣብ ሓደጋ ይርከብ ከም ዘሎ እዩ ማለት እዩ። ለ እቲ እቲ ጽቡቕ ወረ እቲ ጽቡቕ ወረን ተስፋ ዝህብን ግን ሓደ ውፍያት ውልቀ ሰባትን ውልቀ ሰባት ብግልን ብማሕበርን ነዚ ነገራት እዚ ብምኹና ነዚ ንባህርን ንመሬትን ንህይወትን ኣብ መሬት ዘባኽን ንጥዕና ፍጡራት ዝጎድእ እንዳተቓወሙ ቃልሶም ካብ ዘካይዱ ብዙሕ ዓመታት ኮይኑ እዩ። ውፅኢት ናይ ቃልሶም ከዓ ፍረ እንዳሃበ ህዝቢ ዓይኑ እንዳኸፈተ ርእይቶኦም እንዳ ባይታ እንዳረኸበ ይኸይድ ኣሎ ማለት እዩ። ስለዚ እዚ ሓደ ካብቲ ፅቡቕ ወረ ማለት እዩ ድሕሪኡ መንግስታት መንግስታትን ናይ ሃገራት መንግስታት ብሕልፊ ናይ ኤውሮጳን ናይ ሕቡራት መንግስታትን በዓል ናይ ጥዕና ወርልድ ሄልዝ ኦርጋናይዜሽን ናይ ኤውሮጳ ማሕበራት ናይ ኤውሮጳ ኮሚኒቲ ማለት እዩ ካልኦት ዝተፈላለያ ማሕበራትን ገደባት ክግበረሉ ነዚ ቀመማት እዚ እገዳ ክግበረሉ ይርእዎን ይዝረበሉን ኣሎ ማለት እዩ ግን እዚኦም ነዚ ዘፍርዩ ማሕበራትን ሃብታማትን ግን ነቲኦም ማሕበራትን ነቶም መንግስታትን ብገንዘብን ብጥቕምን እንዳገዝኡ ነቲ ነዚ ሊፖዛትን ናይ ማሳንቶስ ዘርእታትን ከመይ ጌርካ ከም ድቕጽል ቃልሲ እዩ ዝካየድ ማለት እዩ ዘሎ ብዝኾነ ግን እቲ ዘሎ ጽቡቕ ሕጂ ጉድኣቱ እንዳተፈልጠ ናይ ሎሚ ሰላሳ ዓመት እቶም ተምሃሮ ጥራሕ ተምሃርዎ ጥራሕ እዮም ዝፈልጡ ነይሮም እዚ ናይ ማሳንቶስ እኳ ሕጂ እዩ ሕጂ ግን ኩሉ ዓለም ፈሊጥዎ ማለት እዩ ኩሉ ሰብ ፈሊጥዎ ማለት እዩ ስለዚ ድሕሪኡ እውን ሳልሳይ እውን ባህርያዊ ዝኾነ ሕርሻታት ሕርሻታትን ድኳናትን ካብ ኣርባዓ ዓመታት ኣቢሉ ጀሚሩ ሕጂ ከኣ ብዝያዳ እንዳዓበየ እቶም በዚ ዘይጥዑይ ዝኾነ ሕርሻ ዘፍርዩ ዝነበሩ ሓረስቶት ማለት ሲ ዘይባህርያዊ ኾነ ዶኽዒ ቅመማት ዘፍርዩ ዝነበሩ ብዙሕ ናይ ጥዕና ሽግር ስለ ደምጽኣሎም ናይ ካንሰር እዚታት ኣብ ሂወቶም ስለ ጸገም ስለ ደምጽኣሎም ስለ ዝረኣይዎት ውጽኢቱ ብዙሓት ኣብቲ ባህርያዊ ዝኾነ ሕርሻ ይኣትዉ ኣለዉ ማለት እዩ። ከምቲ ናይ ኣቦሓጎታትና ዝነበረ ኣፈራርያ ኦርጋኒክ ብእንግሊሽ ቢዮሎጂክ ብፈረንሰኛ ንብሎ ማለት እዩ ናብኡ እንዳተመለሱ ብዙሓት መንእሰያት ከማን ኣብ ካልእ ፕሮፈሽንስ ዝነበሩ ነቲ ናቶም ዝነበሩ ኣብ ባንክ ዝሰርሑ ዝነበሩ ገለ ንስርሖም ገዲፎም ኣብ ኣብዚ ናይ ባህርያዊ ዝኾነ ሕርሻታት ንምፍራይን ምእታውን ዓውታት ይኣትዉ ኣለዉ። ሕጂ እዚ ናይ ብሓቂ ንህይወት ተስፋ ድህብ እዩ። ብዙሕ ሰብ ከኣ ብዙሕ ይግደስ ኣሎ ኣብዚ ባህርያውን ኢኮሎጂካውን ዝኾነ መግቢ ማለት እዩ። ኣብ ዓበይቲ ድኳናት ከይተረፈ ባህርያዊ ኦርጋኒክ ኣስቤዛታት ወይን ከኣኒ እኽልታት ኢኮሎጂክ ዝኾኑ ፍርያታት እትን ኣቑሑን እውን ኣብ ሱፐር ማርኬታት እውን ይረከብ ኣሎ ስለዚ እንዳሰፍሐ ከይድ ኣሎ ባይታ እንዳረኽበ ይኸይድ ኣሎ ማለት እዩ ኣብዚ ድኳናት ክትከይድ ኮለኻ ከኣ ኣብዚ ናይ ኦርጋኒክ ዱካናት ናይ ቢዮሎጂ ክትከይድ ኮለኻ ከኣ ዓበይቲ ብዕድሚኦም ዝደፍኡ ሰባትን መንእሰያት ንኣሽቱ ወለድ ቆልዑት ዝወለዱን ከኣ ንኣብዚ ዱካን እዚ ኣስቤዛ ክገብሩ ትሪኦም እንታይ ማለት እዩ ናይ ደቆም ሓልዮት ማለት እዩ ናይ ደቆም ጉድኣት ናይዚ ናይዚ ዘይባህርያዊ ዝኾነ ኣተሓራርሳ ኣፈራርያን ስለ ዝተረድኦም ማለት እዩ። ስለዚ እቲ ናይ ደቆም ጥዕና ንምሕላው ኣብዚ ናይ ኦርጋኒክ ድኳን ከይዶም ኣስፔዛ ክገብሩ ትሪኦም ዓረቢኦም ደፊኦም ስለምንታይ ንመፃኢ ናይ ደቆምን ስለዚ ስለዝሓልዩ እዮም ማለት እዩ እዚ ብጣዕሚ ደሕጉስ እዩ ካልእ ሕጂ ደሕጉሰካ ከኣኒ ኣብ ፈረንሳ ማዕረ ኣብ ቤት ትምህርታት ናይ ቆልዑት ዘሎ ቤት መግቢ ኣብኡ ኦርጋኒክ ም ቢዮሎጂ ዝኾነ ባህርያዊ ዝኾነ መግቢ ንክቆረበሎም ንቆልዑት መደባት ይካየድ ኣሎ ማለት ዝቃለሱ ኣለዉ እዚ ንባዕሉ ሓደ ዓብዪ ተስፋ ድህብ እዩ መንግስቲ ፈረንሳ እውን ኣብ ዝሓለፈ ኣኼባ ናይ ብዛዕባ እዚ ናይ ሊፖዛት ናይ ጸረ ጸሃያይ ዝካየድ ዝነበረ ኣኼባ ካብቲ ንጹር ዝነበረ መርገጽ ዝነበሮ እዩ ማለትሲ ክውገድ ኣለዎ ዝብል እዩ ማለት እዩ ግን ቁርቅስ እዩ ነይሩ ማለት እዩ እቲ ናይ ኤሮጳያ ማሕበራት ዝነበረ ክትዓት ገለ ነው ይብሉ ሰምታይ ብኡ ጥራሕ ከፍርዩ ይደልዩ ማለት እዮም ከም በዓል ፈረንሳ ከኣኒ ይደልዩ ኣይነበሩን ግን ምስቲ ዝበዝሕ ኢኻ ትኸይድ ማለት ድሕሪ ብዙሕ ክትዓት ንገለ ዓመታት እንደገና ከም ዝቕፅል ኮይኑ ኣሎ ንሓሙሽተ ዓመት ድዩ ዋላ ንክንደይ ክቕፅል ኢሉ ፖዛት ማለት እዩ ገና ማለት እዩ ፈረንሳ ግን ኣብ ውሽጢ ሃገራ እውን ነዚ ዲፖዛ ጠጠው ከተብሎ ድልየት ኣለዋ ብመንግስቲ ደረጃ ማለት እዩ ግን እቶም ሓረስቶት ከመይ ንሕና ኣካል ናይ ኤሮጳ ኢና ማለት እዩ ናይ ኤሮጳ ኩላህና ኤሮጳውያን ስጋብ ደየኽበርናዮ ነዚ ሕጊ እዚ እሳቶም እቶም ካልኦት ናይ ኤሮጳ ሃገራት ብሊፖዛት ዝፈረየ ናብ ዓድና ክእት ንሕና ከዓኒ ሊፖዛት ደይኮነ ከነፍሪ ኢሎም ማለት ተቃውሞኦም ደርእዩ ኣይሰኣኑን ማለት እዩ ሕጂ እቲ ዘሎ እንታይ እዩ ፅቡቅ ተስፋ ኣሎ ማለት እዩ ትርእይዎ ኢኹም ማለት እዩ ኣብ ሜድያ ኣብ ቴሌቭዥን ንቆልዑት ኣብ ቤት ትምህርታት ከማን ብዛዕባ እዚ ሓበሬታት ብዛዕባ ናይ ባህርያውን ኢኮሎጂካውን ንባህሪ ዝከላኸል ኣነባብራ ንቆልዑት ከይተረፈ ትምህርቲ ይወሃቦም እዩ። ናይ ጓሓፋት ምፍልላይ ኣቦቦትኡ ናይ ፕላስቲክ ወራዕብቲ እዝውን ሓደ ካብቲ ንባህሪ ዘድልዮ እዩ ማለት እዩ ሕጂ እቲ ዘሎ ሕቶ ሓ ንሕናኸ ኣብ ዝተፈላለየ ቦታን ኣብ ኤርትራን ዘለና ብዛዕባ እዚ ዘይባህርያውን ንህይወት ጎዳእን ዝኾነ ቀመማትን ዘርእን ናይ ሞሳንቶስን ጸረ ጸሃያይ ጸራየ ጸሃያይን ከም ሊፖዛትን እንታይ ንብልን ንገብርን ኣለና? ንክብርቲ ህይወትና፣ መጻኢ ናይ ሕብረተሰብናን ደቅናን ደቂ ደቅናን ከነዕቁብ ኣይምልከተናን ድዩ? ዝሓሰረ ኣስቤዛ ድዩ ዘድልየና ዝጠዓየ? እዚ ሓደ ኣብቲ ሕቶ ኣምጺኦዮ ደለኹ እዩ ነፍሲ ወከፍ ክምልሶ ዘልዎ ዘለዎ እዩ ማለት እዩ። ንህይወትና እንተደኣ ናይ ብሓቂ ንፈቱ ኮይና ካብ ንጥዕናና ምግዳስ ዝዓብን ዝኸብርን ነገር የለን። ጥዕናና ከኣ ምስ መዓልታዊ መግብናን ማዕረ ማዕሪኡ ዝኸይድ መንፈሳውን ስነ ኣእምራውን መግቢ እዩ። ስለዚ ቀዳምነት ክወሃቦ ዘለዎ መግብናን መግቢ ደቅናን ዶ ኣይኮነን? ነዚ ሓቂ እዚ ጥሒስና ጥሒስና ከመይ ህይወትና ንፈትዋ ክንብል ንኽእል? ናበይ ከ ክንበጽሕ ንደሊ ኣለና ነብሰይ ከይፈተኹ ከይሓለኹላን ከ ንኻልእ ክፈቱን ክሓልን ብሓቂ ይኽእል ድየ? መግቢ ቅዱስ እዩ ንህይወትና ንነብስና ዝምግብ ስለዝኾነ ስለዝኾነ እዩ እውን ርሂፅኩም ዕለት ምግብኹም ርኸቡ ዝብል ፅሑፋትና ማለት እዩ። ሰምታይ መግቢ ዋና ስለዝኾነን ከይረሃፅካ ከዓኒ ከይሰራሕካ ከዓኒ ስለዘይርከብን እዩ። ስለዚ ክትነብር ተደኣ ኮንካ ናይ ግድን ክትሰራሕ ኣለካ ማለት እዩ። ስለዚ ነዚ ዋና ኣገዳሲ ዝኾነ መግቢ እንታይን ብኸመይን ፈርዩ ጥራሕ ዘይኮነ ናይ ኣሰራርሕኡን ኣመጋግብኡን ኣወሳስድኡን ውን ማዕረ ማዕረ ኣገዳስነት ኣለዎ። ዘሕዝን ዩ ኣሰራርሕኡን ኣወሳስድኡን ኣገዳስነትን ናይ መግቢ ተረሲዑ፣ ባህልና ዩ ዝብል ስም ኣጠሚቅካ ስልጣኔ ተረኪቡ ሕጂ ከምዚ ዩ ዘሎ መጺኡ ከምዚ መጺኡ ዘሎ ሕጂ ከም ሞዳ ተወሲዱ ማለት ዩ ከም ሞዳ ናይ ክዳን ናይ ጫማ ተወሲዱ ማለት ዩ ንትሕዝቶ ናይ ንትሕዝቶን መኣዛን ናይ ምግብን ገንዘብናን ግዜናን ሓይሊ ኤለክትሪክን ጋዝን ፍሓምን ዕንጨይትን ኣብ ምብኻን ነቲ መግቢ ኣብ ክንዲ በሊዕናዮ ጥዕና ዝህብ ሕማም ዝዕድም እዩ ኮይኑ ዘሎ። እዚ ክንደየናይ ጠፊእና ከምዘለና ወዲ ሰብ ክንደየናይ ጠፊኡ ጠፊኡ ከምዘሎ ዝሕብር እዩ። ግን ዝተሓዘ ኣይኮነን ምክንያት ኣለዎ። ሓደ ብዝብላዕ ዘይብሎም ምርጫ ዘይብሎም ከም ዘለዉ ኣይንዝንግዕን ማለትሲ ዝብላዕ ዘይብሎም ሰባት ኣማራጭ ዘይብሎም ከም ዘለዉ ክስንጋዕ የብሉን ማለት እዩ እቶም ኩነታትና ዘፍቅደልና ግን ብዝተኻእለ እንበልዖን እንሰትዮን እንታይ እዩ ተወኪስና ዓቕምና ብዘፈቕዶ ብዝፈቕዶ ዝጠዓየ መግቢ ምምራፅ ኣገዳሲ እዩ። ጥንታዊ ናይ ጥዕና ከም ኣቦ ናይ ሕክምናን ፈላጥን ፈላስፋን ሂፖክራት ዝበሃል ማለት እዩ ወዲ ግሪኽ ካብ ዝብሎም ጥቕስታት እንታይ ማለት እዩ እንታይ ይብል ወዲ ሰብ መን እዩ ንዝብል ሕቶ እንታይ ይብል ወዲ ሰብ ናይ እንታይ ይበልዕ ውፅኢት እዩ ናይቲ ዝበልዖ መግቢ ውፅኢት እዩ ድሕሪኡ እንታይ ይብል ካልእ ካብ ምሳለታቱ ማለት እዩ መድሃኒት እቲ ትበልዖ መግቢ ጥራሕ ይኹን መድሃኒትካ ክኸውን ዘለዎ ሲ እቲ እትመግቦ እትምግቦ መግቢ እዩ ድሕሪኡ ይብል ከዓ ባህሪ እዩ ንሕማማት ዘሕዊ ባህሪ እዩ ንሕማማት ዘሕዊ ድሕሪኡ እውን እንታይ ይብል? ወዲ ሰብ ንመንፈሱን ስግኡን ከወሃህዶም ይግባእ። ኣገዳስነት ናይ ናይ ስጋን መንፈስን ምውሃሃድን ቅሳኔት ምቕሳንን ማለት እዩ። ዓለም ዓለም ህይወት ሓደ ካብ ሓደ ነፂልካ ዘይረአን ዝተሓሓዘን እዩ። እዚ ድማ ምስ ባህሪ ብዓቢኡ፣ ምስ ባህሪ ዘለና ዝምድና ብዓቢኡ ማለት እዩ፣ ከምኡውን ምስ ዝኾነ ሰብን ህዝብታት ዓለምን ስለ ዝኾነ እዩ ከኣ ናይ ኣፍሪቃን ናይ ካልእን ስደተኛታት ሽግር ናይ ኤውሮጳውያን ሽግር ከይኑ ዝርከብ ዘሎ ኣብዚ እዋን እዚ እዩ። ስለዚ ግብርና ድማ ኣበይ ሃገር ኣለና ብዘየገድስ ጽቡቕ ጽቡቕን ሕማቕን ኣለሊና ዝሓሸ ኣበርክቶ ምግዳፍ እዩ። ክጥዕመካ ጎረቤትካ ይጥዓሞ ዝብል ምሳሌ ውን ነዚ እዩ። ስለዚ ስለዚ ሓቅታት እዚ እዚ ሓቅታት እዚ ከኣኒ ብለባማትን ቅዱሳት ጽሑፋትን ዝበሃል ዝብሃል ዝድገም ማለት እዩ። ኣበይ ኣለና ብዘየገድስ ኣብ ዘዘለናዮ ቦታን ዓድን ንዝተገበረልና እንዳመስገንና ንዘይተገበረልና ዝተገብረልናን ሰብኣዊ መሰልናን ብምሕታት ውጽኢቱ ግን ካብ እዝግኣብሄር እንዳተጸበና ክንገብሮ እንኽእል ንኹሉ ንኹሉ ዝሓሸ ማለት እዩ ንዓናን ንጎረቤትናን ዝሓሸን ዝጠቅምን ምግባር እዩ እቲ መኽሰብ ናይ ህይወት ማለት እዩ። ሰብ እንታይ ጽቡቕ እንተ ጌርካ ንዓኻ እዩ። እዚ ድማ ብዝወሓደ ንባህርን ነታት ንነብረላ ገዛና ዝኾነት መሬት፣ ማይ፣ ኤየር ወዘተ ብዘየባላሹ ማለት ኢኮሎጂክ ዝኾነ ኣነባብራ ዓበይትናን ደቅናን ካብ ጓሓፋት ኣብ በቦትኡ ምጉሓፍ፣ ጥርሙዝ፣ ፕላስቲግ፣ ወረቐት፣ ጎዳኢ ዝኾኑ ቅመማት፣ ኣቑሑትን ወዘተ ጀሚርና ማለት እዩ። ናይ ብሓቂ ናይ ሰብ ምዃና ባህሪ እንተድኣ ዘይጥፊእናዮ ድማ፣ እንተድኣ ናይ ብሓቂ እቲ ናይ ሰብ ዝኾነ ባህሪ፣ ኣሎ ኣባና ከኣኒ ልብና ነቲ ድሕሪ ማይ ኣይብቆላ ዝብል ዕውር ኣካይዳ ኣይጾሮን እዩ ማለት እዩ ምስ ልብና ይጋጮ እዩ ኣይጾሮን እዩ ኣይቅበሎን እዩ ስለዚ ንምድምዳም መንፈሳዊ ክቡር ፍቁር ባቡጂ ዝበሎ ክጠቅስ ይፈቱ ማለት እዩ እዛ ዓለም'ዚኣ ካብቲ ዝነበረቶ ዝሓሸ'ምበር ኣብ ዝኸፍኤ ወይ ዝገደደ ኩነታት ክንገድፋ የብልናን ይብል ማለት'ዩ። ወደሓንኩም ንጉድለታተይን ድኽመታተይን ይቕረ ብምሕታት ሰላም ንኹሉ ሶፍያ።